ካብተን ፈረሳውያን ኒቀዲሞስ ዝስሙ ሰብኣይ ሓለቓ ኣይሁድ ነበረ። ንሱ ብለይቲ ናብ የሱስ መጺኡ፣ ረቢ፣ በጀካ እቲ ኣምላኽ ምስኡ ዝኾነ ሰብ፣ ነዚ ንስኻ እትገብሮ ዘሎኻ ተኣምራት ክገብሮ ዝኽእል የልቦን እሞ፣ ንስኻ መምህር ኰንካ ካብ ኣምላኽ ከም ዝመጻኻ ንፈልጥ ኣሎና በሎ። የሱስ ድማ ካብ ላዕሊ እንተ ዘይተወልደ ንመንግስቲ ኣምላኽ ክርእያ ዝኽእል ከም ዘየልቦ ብሓቂ ብሓቂ እብለካ ኣሎኹ ኢሉ መለሰሉ። ኒቀዲሞስ ከኣ ንሰብከ ምስ ኣረገ ክውለድ ከመይ ኢሉ ይከኣሎ? መሊሱ ናብ ከርሲ ኣዲኡ ኣትዩስ ክውለድዶ ይከኣሎ እዩ በሎ። የሱስ መለሰ፣ ብሓቂ ብሓቂ እብለካ ኣሎኹ፣ ካብ ማይን መንፈስን እንተ ዘይተወልደ፣ ኣብ መንግስቲ ኣምላኽ ክኣቱ ዝኽእል የልቦን። ካብ ስጋ እተወልደ ስጋ እዩ፣ ካብ መንፈስ እተወልደ ኸኣ መንፈስ እዩ። ካብ ላዕሊ ክትውለዱ ብግዲ እዩ ስለ ዝበልኩኻ ኣይትገረም። ንፋስ ናብ ዝደለዮ ይነፍስ ደሃዩ ኸኣ ትሰምዕ ካበይ ከም ዝመጽእ ናበይ እውን ከም ዝኸይድ ግና ኣይትፈልጥን ኢኻ እቲ ካብ መንፈስ እተወልደ ዘበለ ድማ ከምኡ እዩ ኒቀዲሞስ ከኣ እዚ ደኣ ከመይ ኢሉ ክኸውን ይከኣል ኢሉ መለሰሉ የሱስ ድማ መሊሱ በሎ ንስኻ መምህር እስራኤል ኢኻ እዚ ዶ ኣይትፈልጥን ብሓቂ ብሓቂ እብለካ ኣለኹ እንፈልጦ ንዛረብ ዝርእናዮውን ንምስክር ኣሎና ነቲ ምስክርና ግና ኣይትቕበልዎን ኢኹም ናይ ምድሪ ነገር ነጊረኩም ካብ ዘይትኣምኑስ ናይ ሰማይ ነገር እንተ ነገርኩኹም ግዳ ከመይ ጌርኩም ክትኣምኑ? በጀካ እቲ ካብ ሰማይ ዝወረደ ኣብ ሰማይውን ዘሎ ወዲ ሰብ ናብ ሰማይ ዝደየበ ሓደ እኳ የልቦን። ብእኡ ዝኣምን ኩሉ ናይ ዘለኣለም ህይወት ምእንቲ ክረክብ እምበር ከይጠፍእሲ ከምቲ ሙሴ ኣብ በረኻ ተመን ዝሰቐለ ከምኡ ድማ ወዲ ሰብ ክስቀል ይግባእ እዩ። ኣምላኽ በቲ ሓደ ወዱ ዝኣመነ ኩሉ ናይ ዘለኣለም ህይወት ምእንቲ ክረክብ እምበር ከይጠፍእሲ ንወዱ በጃ ክሳዕ ዝህብ ክሳዕ ክንድዚ ንዓለም ኣፍቀራ። ኣምላኽ ንወዱ ዓለም ብእኡ ክትድሕን እምበር ንዓለም ክፈርዳስ ኣይለኣኾን።